ሰላም ጥዕና ሃበለይ ዝኸበርኩም ተኸታተልቲ ቴሌቪዥን ድምፂ ወያነ ትግራይ ዕለታዊ ዜና እንሆ ፋሽስቲ ኣብይ ኣሕመድ ምስ ውልቀ መላኺ ኢሳያስ ኣፈወርቅን ሓይሊ ትምክሕቲ ክልል ኣምሓራን ብምውዳድ ህዝቢ ትግራይ ንምፅናት ኣብ ዝወልዕዎ ኩናት ዘሕንኽ ወተሃደራዊ ስዕረት ምስ ኣጋጠሞም ኣብ ኣደባባይ ተጋሩ ክጠፍኡ ዝግብኦም ካንሰር እዮም ክብቆሱ ዝግብኦም ጻህያ እዮም እናበለ ጽልኢት ምስባኹ ሓደገኛ ዝኾነ ሸርሕን መንገዲ ዕንወትን ከምዝኾነ ተሓቢሩ'ሎ። ፋሽስት ኣብይ ብቕድሚ ትማሊ ንህዝቢ ኢትዮጵያ ኣብ ዘሕለፎ መልእኽቲ ህዝቢ ትግራይ ንሓንሳእን ንሓዋሩን ተበንቂሱ ክጠፍእ ዘለዎ ካንሰር ወይ ድማ መንሽሮ እዩ፣ ተማሒዉ ክጠፍእ ዘለዎ ጻህያ እዩ እናበለ ሓደገኛ ጽልኢ ከምዝሰበኸ ፐንትላንድ ፖስት ጸብጺቡ'ሎ። እቲ ፋሽስቲ ኣብይ ናብ ህዝቢ ዝዘርግሖ መልእኽቲ ወተሃደራት ፋሽስቲ ኣብይ ባዕዳዊ ሰራዊት ውልቀ መላኺ ኢሳያስ ኣፎርቅን ዕጡቓት ሓይሊ ትምክሕቲ ክልል ኣምሓራን ኣብ ልዕሊ ተጋሩ ንዝፈፀምዎ ጨፍጫፍ ከም ንቡር ክቖፅር ዝገብርን ተወሳኺ ዝኸፍኣ ህልቂት ዘስዕብን ከም ዝኾነ ተገሊፁ ኣሎ። ዓለም ለኸ ማሕበረሰብ ኣብ ልዕሊ ተጋሩ ይፍፀም ዘሎ ምፅናት ዓሌት ብስቕታ ምሕላፉ ኣዝዩ ዘተሓሳስብ ከም ዝኾነ እውን እቲ ዜና ኣመልኪቱ ኣሎ። The Times ዝተባህለ ጋዜጣ እንግሊዝ ብወገኑ ፋሽስቲ ኣብይ ነዚ ሕማም ካብ ስሩ ክንምሕዎ ኣለና እናበለ ናብ ህዝቢ ዝዘርግሖ መልእኽቲ ከቢድ ዝኾነ ምጽናት ዓሌት ከየስዕብ ተሰጊኡ ከም ዘሎ ሓቢሩ ኣሎ። ብተመሳሳሊ ፋሽስቲ ኣብይ ጻህያይ መንሽሮን ሕማምን ንምጥፋእ ህዝቢ ኢትዮጵያ ተዳልዩ ኣሎ እናበለ ይገብሮ ዘሎ ምልዕዓል ንኢትዮጵያ ናብ ኣዝዩ ሓደገኛ ዝኾነን ዝኸፍዐን ደማዊ ኩናት ከም ዘእትዋን ከም ሃገር ድማ ከም ዝበታትናን ኔሽን ዝተብሃለ ፍሉጥ ጋዜጣ ኬንያ ሓቢሩ ኣሎ። ሓይልታት ትምክሕቲ ክልል ኣምሓራን ካልኦት ሓይልታት ወረርትን ኣብ ሕሞራን ከባቢኣን ኣብ ልዕሊ ተጋሩ ሕዚ እውን ንምእማኑ ዘፀግም ግፍዓዊ በደላትን ምጭዋይን ይፍፅሙ ከም ዘለዉ ተሓቢሩ። እቶም ግፍዐኛታት ከምቲ ኣብ ከተማ ማይ ካድራ፣ መስገሪ ሩባ ተከዘን ካልኦት ከባብታት ዞባ ምዕራብ ትግራይን ኣብ ልዕሊ ተጋሩ ዝፈፀምዎ ዘስካሕክሑ ግፍዕታት ሕዚ እውን ኣብ ሑሞራን ከባቢኣን ንዝነብሩ ተጋሩ ገዛ ገዛ እናኸዱ እናዓፈኑ ናብ ዘይተፈለጠ ቦታ እናወሰድዎም ከምዝርከቡ ካብቲ ከባቢ ዝረኸብናዮም ሓበሬታታት የረድኡ። ሓይልታት ትምክሕቲ ክልል ኣምሓራን መላፍንቶምን ንተጋሩ ህፃናት ከይተረፈ ካብ ኣዴታቶም እናፈለዩ ጨውዮም ይወስድዎም ከም ዘለውን ኣብቲ ከባቢ ዝርከቡ ወገናትና ድማ ኣብ ከቢድ ጭንቂ ከም ዝርከቡን ዝሓበሩ ምንጭታትና ዛጊድ ቁፅሮም ንምግማት ዝኸብድ ተጋሩ ነበርቲ እቲ ከባቢ ከም ዝተጨወዩን ካብ መንጎኦም ድማ ብዙሓት ወገናት ብዘስካሕክሕ ጭካነ ከም ዝተቐተሉን ኣመልኪቶም ኣለዉ። ሓይልታት ጸለእቲ ኣብ ቀረባ እዋን ነበርቲ ሑሞራን ከባቢኣን ኣገዲዶም ክስለፉ ከም ዝገበሩን ብተወሳኺ ድማ ጸልማት ከም ጉልባብ እናተጠቐሙ ኣብቲ ነባራይ ራዕዲ ንምፍጣር ዝተፈላለዩ ሸርሕታት ይሰርሑ ከም ዘለዉን ኣብቲ ከባቢ ዘለዉ ወገናትና እናገለጹ እዮም። ብዘይካዚ እቶም ወረርቲ ህዝቢ ንህዝቢ ንምድማይ ህወሓት ሕነ ንምፍዳይ ክጭፍጭፈኩምን ኣዴታትኹም ክደፍርን ይመጽእ ኣሎ እናበሉ ኣብ ሑሞራን ከባቢኣን ዝርከቡ ኣካላት ንክዕጠቑ ጎስጓሳት እናገብሩ ከምዝርከቡ ካብቲ ከባቢ ዝበፀሐና ሓበሬታ የመልክት።
ኣብዚ ዋና ውይይት ተፅዕኖ እዩ ነይሩ እዚ ግን ካብ መጠን ላዕሊ ደስ ኢልና ብጣዕሚ ፀሓይ ይበሪቑና ክንብል ንኽእል ኢና ሓንቲ እንኮ ህይወቶም ንሳ ክኸፍሉ ንበረኻ ከይዶም እሞ እዞም ደቅና ጀጋኑ ታሪክ ሰሪሖም ክምለሱ ከለው ካብ መጠን ንላዕሊ እዩ ተሓጒስና።
ፈርስት ናይት ማን እዩ ነይሩ ትወደኢለ ዓወት ኢለዮ ኣብ ትግራይና
ክልተ ሰለስተ ግዘ ሲዕርናዮም ቐፃል ውን ክስዕሮም ኢና ኩል ግዘ ካዓ ትግራዋይነት ናተኹልዕ እዩ ክነብ
ናይ ቁፅሪ ልዕልነት ናይ ተኹሲ ልዕልነት ዝነበሮ ጸላኢ እዩ ክንድምስስ ኢልና ተበጊስና ስለ ኣይኮነን ሃዲሙ ሰራዊት ተዋጊኡ ስዒርዎ ብጅግንነቱ በሊጹ
እዞም ዝጨፍጨፉና ከም ወታደር ነ እቲ ሓይሎም ተዘይደምስስናዮም ሓራ ከም ዘይንወፅእ ስለ ዝፈልጥ ምስ ህልኹ ኢድ ንምሃብ እውን ክኦም ዕድል ዘይትንኩ እዮም ዝብሉ ከም ወታደራት ኢድ ኢድ ንክተውፅኡ በጢሱ በጢሱ ይሓርጉ
እሳቶም ናይ ኣቦኦም ይገብሩ ኣንሕና ከዓ ናይ ኣቦና ንገብር ስረ ናይ ወለድና እዩ ተኣምር ሰራሕቲ እዮም ቶም ደቅና ትሕለብዛ ሕይወተይ ዓለም ጽብቕቲ ትግራይ ክታን ዝድል ኣነ ንቤተይ ማት መፅን ትግራይ ስዒራ ትግራይ ትዕወት ትስዕር እውን እስካዕ መጨረሻ።
ናብ ካልኦት ዜናታትና ክንሰግር ኣብ ትግራይ ተበፃሕነት ሰብኣዊ ሓገዝ ኣዝዩ ከም ዝተመሓየሸ ኮይኑ ግና እኹል ቀረብ ረድኤት ከም ዘየለ ውድብ ሕቡራት ሃገራት ኣፍሊጡ ኣሎ። ቢሮ ምትሕብባር ሰብኣዊ ሓገዝ ውድብ ሕቡራት ሃገራት ኦቻ ትማሊ ኣብ ዝዘርግሖ እዋናዊ ሓበሬታ ኣብዚ ሕዚ እዋን ኣብ ትግራይ ተበፃሕነት ሰብኣዊ ሓገዝ ኣዝዩ ከምዝተመሓየሸ ኣመልኪቱ'ሎ። በዚ ድማ ቅድም ክብል ረድኤት ዘይበፅሖም ዝነበሩ ዝበዝሑ ከባብታት ሎሚ ሰብኣዊ ሓገዝ እናቐረበሎም እዩ፣ ኮይኑ ግና ናብ ትግራይ ዝወስዱ መስመራት መጓዓዝያ ስለዝተዓፀዉ ዝለዓለ ሕፅረት ቀረብ ሓገዝን ዋሕዲ ሰራሕተኛታት ረድኤትን ከምዘሎ ኦቻ ሓቢሩ'ሎ።

ብቕልፅምና
ፈፀምና ዘይጠወ ዘይጥወ ብሓይሊ መንገዲ እንትሕግብ ኣብ ነሰግሮ ብብልሃት ነሰግሮ ብዓቕሊ ንሓሪ
ኣብ መወዳእታ ፋሽስቲ ኣብዪ ኣሕመድን መላፍንቱ ሓይልታትን ሰብኣዊ ሓገዝ ናብ ትግራይ ከይበፅሕ ዕንቅፋት ይፈጥሩ ከም ዘለዉ ተገሊፁ ኣብ ከቢድ ፀገም ዘለዉ ወገናት ንምሕጋዝ ሰራሕተኛታት ረድኤት ህይወቶም ኣብ ሓደጋ ኣቃሊዖም ይረባረቡ ከምዘለዉን ግን ድማ ግዳያት ዕጡቓት ሓይልታት ከምዝኾኑን ዳይሬክተር ጀነራል ዓለምለኸ ቀይሕ መስቀል ራበርት ማርዲኒ ገሊፆም ኣለዉ። ብተወሳኺ እቶም ዳይሬክተር ጀነራል ሰበ ስልጣናት ንሰብኣዊ ሓገዝ ከም መዋገዪ ህዝቢ ንምቁፅፃርን ከምዝጥቀምሉ ኣብቲ ንባይቶ ፀጥታ ዘስምዕዎ መደረ ገሊፆም ኣለዉ። እቶም ሓላፊ ዓለም ለኸ ቀይሕ መስቀል ዝገለፅዎ ፀገም ኣብ ትግራይ ጎሊሁ ዝረኣ ብድሆ ከምዝኾነን በዚ ዝተልዓለ ድማ ውድብ ሕቡራት ሃገራት ሰራዊት ኤርትራ ኣብ ትግራይ ሰብኣዊ ሓገዝ ከይባፃሕ ዓብዪ ዕንቅፋት ከምዝፈጠረን ጥሜት ከም መሳርሒ ኲናት ከምዝተጠቐመን ምኽሳሱ ሲቢኤስ ኒውስ ፀብፂቡ ኣሎ። ፋሽስቲ ኣብይ ኣብ ልዕሊ ሰራሕተኛታት ረድኤት ዝተፈላለዩ ጸቕጥታት ከም ዝፈጠረን ስርሖም ብግቡእ ከይፍጽሙ ከም ዘዐንቀፈን እቲ ዜና ሓቢሩ'ሎ። ኣብ ባይቶ ጸጥታ ኣምባሳደር እንግሊዝ ባርባራ ውድዋርድ ዕጡቓት ሓይልታት ኣብ ትግራይ ብዝተኸሰተ ሰብ ስራሕ ጥሜት ይሳቐዩ ንዘለዉ ወገናት ረድኤት ከይባጻሕ መሰረተ ልምዓት ብምፍራስን ሰራሕተኛታት ብምቕታልን ዕንቅፋት ከም ዝፈጠሩ ገሊጸን ኣለዋ። እምበኣርከስ ዝኸበርኩም ተመልከትና ንሎሚ ዘዳለናልኩም ዜናታት ኣብዚ ኣላኢምና ኣለና። ብኻልኦት ዜናታት መሊስና ክንጋነ ኢና። ክሳብ ሽዑ ሰላም። ሃለዋትና ንድሕንነትና ንብቕልፅምና ትግራይ ትስዕር!